ክትምሕለሉ፣ ክትደርፈሉ፣ ክትገጥመሉ ኣይኮነን ብተፈጥሮ ኮፍ ኢሉ ዘሎ። ንባሕሪ በጻሕቲ ሃገር ክመጹኻ ሆቴላትን ቤት ምግብታትን ኢኻ ትሃንጸሉ። እዚ ባሕርና ተዘይበላዕናሉስ ተበሊዕናሉ ኢና። ስለዚ እዩ ከኣ ናትና ኢልካ ኔርካ ገለ ኣብ ግጥምታትካ። እስከ እንታይ ንምባል እዩ ከመይ እስኪ።
ኣብ ታሪክ ህዝቢ ኤርትራን ህዝቢ ትግራይን እዚ ህዝቢ እዚ። ብሓጺር ቋንቋስ ምስ ዓለምስ ብቐጥታ ብትግርኛ ክነዛርባ ንደሊ ኢና። ብጅግንነቱ።
ሰላም ሰላም ክቡራት ተኸታተልተይ ከመይ ኣምሲኹም ሎሚ ውን ከምቲ ልሙድ ዝተፈላለዩ እዋናዊ ሃደሽቲ ሃበሬታታት ሒዘልኹም ቐሪበ ኣለኹ ነታ ሜድያ ሃደሽቲ ዝኾንኹም ሰኣ ሰብስክራይብ ብምግባር ቤተሰብ ምዃንኹም ኣይትረስኡ ኩላህና ድማ ኣሕዋተይ ላይክ ብምግባር ነታ መደብና ንጀምር ኣብ ናይ ሎም መደብና ከምታ ፍልማ ዝረኣኹሞም ብዛዕባ ፖለቲካዊ ጉዳያት ብዛዕባ ቀይሕ ባህሪ ብዙህ ሓበሬታታት እዮም ዝወፁ ዘለዉ ማለት እዩ ብዛኡ ሎሚ ዝተብሃለ እውን ኩሉ ይዘልኹም ቀሪበ ኣለኹ ከምኡ እውን ድማ ሎሚ ንብዙሃት ሰባት ዘሰንበደ ካብ ካናዳ ዝተሰምዐ ኣሎ ዲያቆን ንትህትድመ ዝኾነት ብጣዕሚ ብዘህዝን ሃፍትና ከም ዝዓመጻ እዩ ተዘሪቡ ዘሎ እዚ ድማ ብጣዕሚ ንብዙሓት ሰባት ኣሰምቢዱን ኣዘራሪቡን ኣሎ ንሱ ድማ ኣበይ ከባቢ እዩ ብኸመይ እዩ ዝብል ብሰፊሑ ኣብ ናይ ሎማዓንቲ መደብና ክንሪኦ ኢና ከምኡ እውን ድማ ሓንቲ ሓፍትና እውን መጺኣ ከም ዝተዛረበቶ ነሽነሽ ከም ዘቕረቦ ኣብ ፈልማ ከም ዝረኣኹሞ ማለት እዩ እንታይ እዩ ተፈጢሩ ዘሎ ንሳ ጠኒሳ ከላ እዩ ምስ ካሊእ ተሓዳር ገይሩ ማለት እዩ እዚ እውን ብጣዕሚ ንብዙሓት ሰባት ኣዘራሪቡ ኣሎ እዚ ታሪክ እውን ብሰፊሑ ኣብ ንልማንት መደና ክሬና ከምኡ እውን ድማ ትግራይን ኤሪትሪያን ሓደሽቲ ዝወፁ ሓበሬታታት ኣለው ከምኡ እውን ኤሪትሪያ እውን ሰራዊታ ከም ዘፀገት ናብ ትግራይ እዩ ተሓቢሩ ዘሎ ውግእ እውን ክጅመር ከም ዝኽእል ኣብዚ ቀረባ እዋን እዩ ዝዝረብ ዘሎ ብዝኾነት እዞም ዝወፁ ሓበሬታታት ይዘልኹም ኩሎም ቀሪበ ኣለኹ ነታ ሜድያ ድማ ሓደሽቲ ዝኾንኩም ሰብስክራይብ ብምግባር ቤተሰብ ምዃንኩም ኣይትረሱ ከምዚኦም ዝኣመሰሉ ዝተፈላለዩ እዋናዊ ሓደሽቲ ሓበሬታታት ፖለቲካዊ ጉዳያትን መዘናግዒ ምስልታት ቀዲሞም ንኣኹም ንክበሱ ማለት እዩ እስከ ከም መጀመሪ ክኾነና ድማ እዚ ኣብቲ ምስሊ ትሪእዎ ዘለኹም ወዲ ጀጋኑ ዝበሃል ንደቂ ኣስመራ እዩ ዘዋርዶም ዝሃውሮም ዘሎ እስከ እቲ ዝብሎ ዘሎ ድማ መዘናግዒ ምስሊ ተኸታቲልና ንመለስ ወዲ ኣስመራ ክንደይ ስኮነ ኣሎ ካምፓላ ገለመለ ሓሙሽተ ፓራስታሞል ስእ ሕጂ ከይ ምክንያቱ ሰለስተ ኢሮ እየን ሰለስተ ኢሮ ሰለስተ ኢሮ ብኤርትራ ከኣ ሰለስተ ቅርሺ ሰለስተ ቅርሺ ናቕፋ ሓሙሽተ ፓራስቶ መልኢትላ ከይድ ኣብዚ ኣላ ንእሽተይ ኣንታ ገለ መለዳ ከይንኸፍት ገለ ከይነውጽእ እምበር ኣብዚኣ ኦይ ዝኾነ ከይወጽእ ድሓን ኦይ ናዕናዕና ድሓን ምኽፋት ምኽፋት ዘይብላ ኣብዚኣ ኣብዛ ትርእይዋ ዘለኹም እዛ ንእሽተይ እዚኣ ኣብዚኣ እቲ እውን ሓሙሽተ ፓራስቶ መልክ ሕዡ ከይድ ኣንታ ወዲ ኣስመራ ኣነ ነጊረኩም ሕጂ ከኣ ኣቃናቢሮም ኣብ ጋመት ዒራ ጾም እዩ ንየበልዎ ዝምቅንባር ጾም እዩ ጾም እዩ ምስ ዝኾነ ከይቀ ተቃናብሩና ገጽኩም ትርሓቅ ጾም እዩ ግደፉ ጾም እዩ ጾም ምስ ሓለፈልኩም ዋላ ተቃናብሩና ጠኒሻ ነይራ ዋላ ምስ ቆልዓ ተምጽዋ ሕጂ ጾም እዩ ዝኾነ ሰብ ከይትንክፈኒ ዝኾነ ሰብ ከይትንክፈኒ ጾም እዩ እዛ ጾም እዚኣ ሰብ ተተንኪፍካ ዓሌትካ ሙሉ ይጠፍእ እዛ ጾም እዚኣ ከባድ ጾም እያ ዝኾነ ሰብ እንድሕር ኢዲት ጌርካዮ ዓሌትካ ሙሉ እዮም ጠፉ ከይት ከይት ሕጂ ከይትጻርፍ ሱቅ በል ሱቅ በል ከይተቃናብር እዛ ጾም እዚኣ ከባድ እያ ሰብ ከይትንክፍ ከይትንክፉ ያ ወደ እስከ ብምቕጻል ድማ ወዲ ኣስመራ ኢሉ ባዕሉ ዝጽውእ ሃውና ድማ ንነሽነሽ ዋርዶ ኣሎ ሕጂ እውን ምስ መሓዝኡ ኮይኑ ማለት እዩ እስከ ትዝልዎ ዘለዉ ድማ ተኸታቲና ንመለስ ዘለኩም ሓሳብ ርኢቶኹም እንዳጻሓፍኩም ኣሕዋተይ ባዕለይ ዘይነግረካ እፍሬም ሓወይ ክገልጾ እየ ደይደለኹ እፈልጦ እንድየ ኣነ ጽቡቅ ጌረ ብዛዕብኦም ክንዛረብሲ ኣጽሊኢና ኢለካ እምበር እቲ መምህር ድበለካ ግደፎ ኣነ ኡብቲ ቦታ ስለ ዘለኹ ነሽነሽ ኣብ ማይ ዕዳጋ መምህር ነይሩ ስኢሎም ነዞም ኣዚለ ናእሽቱ ቆልዑ ምህር ነይሩ ካብ ቤት ትምህርቲ ሰልዲ ሰሪቑ ድኸደ ሰብ እዩ ሕጂ እተን ሰልዲ እሞ ይምለሰን ድሓር ይጻረፍ ተረዲእኻኒ ሓደ ደይረብሕ ሰብ መንግስትና ካብ ካልእ ውትድርናን ገለን ከየእተዎ ምምህርና መዲብዎ ምምህርና ተበልኩኻ ከምዚ ሃይስኩል ገለ ድምህር ከይመስለካ ንኣሽቱ ቆልዑ በቡ ይምህር ነይሩ ካብዚኣ ካብ ማይ ዕዳጋ ጠርኒፉ ድወሰደን ሰልድሞ ይምለሰን ደሓር ድላይ ይጻርፍ እወ ሓደ ሌባ ካብ ቲቮ ሕጂ ውርዙይ ኮይኑ ክዋራዘ ኣነ እንድዒ ጠላሕ ኣይብለንን እዩ። እወ ብዛዕብኡ ክንገልጸልኩምሲ ዕድል ሃቡና እውን ኢሉንኒ እቲ መምህር። ኣብ ቀጻሊ ክቡራት ተኸታተልትና ኣብ ቀጻሊ ከመይ ገንዘብ ጌሩ ወሲዶ ናይቲ ቤት ትምህርቲ ከመይ ጌሩ ኣታሊልዎም ከመይ ኢሉ ሃዲሙ ከመይ ኢሉ ጠፊኡ ንዝብል መምሃራን ንዕርክቱን መሳርሕቱን ዝነበሩ ከምኡ እውን ነቲ ዳይረክተሩ ሒዘ ክመጸኩምየ ብሓጺር ግዜ ኣብ ሓጺር መዓልታት ኣይዱንጌኩምን እየ ማለት እዩ። ሰብ እንድሕር ደኣ ከቢሩ ይኸብር እዩ ኣይከብርን እየ እንድሕር ደኣ ኢሉ ከኣ ጉዱ ይወጽእ ስለ ዝኾነ ብዛዕባ ነሽነሽ ኣብ ቀጻሊ ምስቶም መምሃራን መሳርሕቱን ምስቲ ዳይረክተሩን ምስቶም ገንዘብ ሰሪቖም ዝኸደ ተምሃሮን ከራኽበኩም እየ ኣብ ማሲሚድያ ሽዑ ፊት ንፊት ክኾን እዩ ትዕላልና ማለት እዩ ኣቱም ዘይትፈልጥዎ ከትዳናጎሩ ዝጸናሕኩም ብዛዕብኡ ማለት እዩ ስለዚ ብዙሕ ግምት ኣይንህቦን ኢና ግምት ንኽንህቦ ካብ ደፋፍኣና ግን ግምት ሂብና እከዩን ሕማቕ ተግባራቱን ከኣ ክንገልጸልኩም ምዃንና በዚ ኣጋጣሚ ክሕብረኩም ይፈቱ። ሕጂ እዚ ነሽነሽ ዝበሃል ሰብ እዚ ንብሎ ዘለና ኣብ ውትድርና ኣይተሳተፈን፣ ንሃገር ኣይፈልጣን እዩ።
ተመዲቡ ሃዲሙ ሳዋ ከይዱ ተዓ- ተማሂሩ መንግስቲ ከኣ ብነጻ ኣምሂርዎ ብ ሳዋ ብነጻ ኣምሂሩ ከኣ ኣብ ውትድ- ኣብ ሚኒስትሪ ትምህርቲ መዲብዎ ካብ ሚኒስትሪ ትምህርቲ ከኣ ሃዲሙ እቲ ንዓይ ኣዝዩ ዘሐጉሰኒ ግን ምህዳሙ ዘይኮነሲ እንቋዕ ቆልዑት ከይበከለልና ጠፍኤ ጽፍፍቲ እዋይ።
በዓል ነሽነሽ ኣብ ኤርትራ ምህላው ማለት ምብካል ማለት እዩ ከምኣቶም ባህሪ ባህሪ ምመሃረልና ነይሩ እሞ እንቋዕ ነቶም ቆልዑት እዝግሄር ኣውጾም እ፣ ከም በዓል ነሽነሽ ሽሕ ግዜ ክጠፍኡልካ ከኣ ጸጋ እዩ። እስከ ምቕጸል ድማ ኣሕዋተይ ዳዊት ሃውና ቐጻሊ ክፍሊ ድማ ሒዝናልኩም መጺና ኣለና ማለት እዩ ብዛዕባ ናይ ህይወት ታሪኹ እስከ ትዝሎ ዘሎ ድማ ብጣዕሚ ንብዙሃት ኣሕዋትና ክህግዝ እዩ ተኸታቲልናዮ ንመለስ ኣሕዋት። ክትድቅስ ኣይተኽእል ምኽንያቱ ገዛ ተኸፊቱ ኣሎ ቁሪ ይኣትወካ ኣሎ ሕጂ በቃ እንታይ እዩ ዝኸውን ዘለኹ ገለ ኢኻ ትብል በቲ ሙሉእ ለይቲ ቁሪ ክኣትወኒ ዝሓደረ ገዛ ዘይተዓጸወ መሊሰ ተዓቢሰ ኣብ ኣፍ ሞት ምሻሎ ገሌ ኮይኑ ብኡነት በቃ ታሪኽ ስለ ዝኾነ እየ ተረጋጊእ ገለ መለ ገለ ዘዕለኩም ዘለኹ ገለ እምበር ኣብ ሰዓቱ ኣብቲ ግዜኡ ገለ ሞት ሞት ትመርጸሉ ሃዋህው ገለ እዩ ነይሩ ሕጂ ናይ ኣጋጣሚ በቃ ኣምላኽ ትረፍ ክብለካ ጎረባብቲ ስለ ዝነበሩ ኤርትራውያን ነይሮም ጎረቤትና ስሞም ብዘየገድስ ኣለኹም ደታ ገለ እንዳበሉ መፅኦም ብኢድ እየ ምልክት ገይረሉ ብኢድ ብኢድ በቃ ሽዑ መፅእዋ እንታይ ኢኻ ኮንካ ዘይትዛረብ ታይ እንታይ ዲኻ ኮንካ ሰቲኻ ዲኻ ገለ ብለኒ ንጉሆ እዩ ቃብ ገብገብ ይብል ምስ ረኣየኒ ሽዑ ቀሪቡ ገለ ምስ ረኣየኒ ሓሚመ ከም ዘለኹ ተረዲእዎ ዋላ ቢ ከይዳ እታ ቆልዓ ገለ ብለኒ ክምልስ ኣይክእልን እየ በቃ ዓፀየ ወዲእ እየ ገለ እየ ሽዑ ከይዶም ተቐላጢፎም ዘን ባጃጅ ጸዊዐለ ሓፍ ኣቢሎም ናብኡ እትዮም ገሊኦም ሕክምና ወሲዶም ብኡነት እየ ዝብለኩም ዘለኹ ስጋ ወላዲተይ ሕክምና ወሲዶም ንገለ ኣቡ ዓራት ሒዘ ዝተወሰነ መዓልታት ጸኒሐ ኢንፊጅን ተኺሎም የተስኡኒ ማለት እዩ ድሓር ናይ ዓራት ናይቲ ሕክምና ናይ ገለ መለኽ ኣሎ ዓቕሚ የለን ከምቲ ዝነገርኩም ወዲ ተባዕታይ ኮይንካ ገንዘብ ምስኣን ማለት ኣብ ህይወት እሞ ከኣ ኣብ ትሕቲ ጓል ኣንስተይቲ ክትነብር ማለት በቃ ሞትሲ ሞት ሓላል ሞት ኢኻ ትመርጽ። መቸም ንሶም ቶም ጎረባብቲ በቃ ኢለ ኢድካ ኢሎም ገለ ከፍ ኢሎምለይ በቃ የብለይን ኢሎም የብለይን ኣነሲ ህይወተይ ኣድሒድኩምኒ ኢኹም ዝዓበየ ነገር ግን በቃ ሕጂ ከኣ ሓንቲ የብለይን ከምዚኣ ክንዲ ዝመጽእ ኢሎ ናይ ሕክምና ገለ ብሎ እስከ ደሓን ገለ መለ ገለ ኢሎም ኢደ ኢድካ ኢሎም ይኸፍሉለይ ማለት እዩ ይኸፍሉለይ ኣብ ኣብታ ገዛ በይነይ ስለ ዝገደፈትኒ ናይቲ ገዛ መኽፈሊ ገዛ ክራይ የብለይ ተማዊተ እንታይ ክገብር ዘለኒ ካልኣይ ወይ በቃ ክጽግዓሉ ዝኽእል ሰብ ከይደስ ምስኡ ክኾኖ ዝኽእል ዝኽእለኒ ሰብ ብሓፈሻ ደሓር እዚ እውን ስሙ ብዘየገድስ ሓደ ሰብ እላለ ምስኡ ህይወት ንጅምራ ካብታ ገዛ ዓራት እያ ገዲፋትለይ ከይዳ ወላ ሓንቲ ድስቲ ምስቲ ንሰን ሒዘ ምስኡ ነጊረ ኩሉ ጸገመይ በቃ ኣነስ ከምዚ እያ ከም ጸገም እየ ዘለኹ ሕልፍ ኢሉ ዝመጻኒ ሳምታይምስ ገለ እዩ ዝመጻኒ ገንዘብ የብለይን ወላ ሓንቲ ስለዚ በዚኣ ከኣለኒ ገለብሎ ቧጠዋሉ ሕራይ ገለብለኒ ብሓንሳብ ንኸውን ምስኡ ብሓንሳብ ንኸውን ንሱ ኸኣ በቲ ብደገ ዝስደደሉ ዝነበረ ገለ ምስ ወዲ ኸማንሲ ይጥዕም ላይፍ ከምዚ ጌረልካ ይብል ወዲ ወዲ እያ ዝኾነ ነገር ከምዚ ዶ ገለስ ገጹ ኣይቅየረካ ገለ በቃ ስቲል በቃ ከመስግኖ ዝደሊ ሕጂ ኤውሮጳ ኣሎ ገለ ምስኡ ህይወት ሰለይ እንዳበልና እንታይ ትመጽእ ሽዑ ኣብ ምጻጻእና ናብዚ ሚድያ ነገረኩም ናይ ዋይፋይ መኽፈሊ ስለ ዘይብለይ ዳታ ወርሓዊ ክገብር ዓቕሚ ስለ ዘይነበረኒ ናይ ሞባይል ዳታ ማለት እዩ ኣብቲ ጎረቤትና ተኻሪና ሽዑ በዚ ሙዚቃ ሰፈር ዝበሃል ቦታ ኣብኡ ተኻሪና ፍሪ ዋይፋይ ከምዚ ኮድ ከይገበሩላ ሲ ካብቲ ገዛና ስርሕቕ ኢልካ ከድካ ዋይፋይ ትጥቀመላ ገዛ ረኺበ ሕጂ ይኸይድ ኣብኣ ኮፍ ኢልካ ኢኻ በቃ ዋላ ቲክቶክ ዝረእ ተሃሊካ ትርኢ ኣብቲ ካንቸሎና ከኣ ነይሮም ኤርትራውያን ኬድካ ሆትስፖት ከኽፈቱልና ገሊልካ ይኸፍቱልካ ዳታ ብናቶም ትርኢ ከብድኻ ሓምሊ ምልኣዮ ዝባንካ ጓና ይርኣዮ ኮይኑ ኣጋጣሚ እንድያ እታ ሓንቲ ሴም ካርደይ ቀይረያ ገለ ኢኻ ትብል የብለይን ኣይትብሎም ነቶም ካልኦት ብዘይካ እቲ ወዲ ገዛኻ ወይ ገለ በቃ ናይ ውሽጥኻ ናይ ገለስ ካልእ ሰብ ክፈልእ ኣንታ ኣውያት ትገብር ኣለኻ ኣፍ ከልቢ። መቸም እዚ ኩሉ ከምኡ ኮይኑ ብከምዚኣ እንዳኸድና ናይ ኣጋጣሚ ምሻሎ በቃ ኣምላኽሲ ይኣኽለካ እቲ መከራ እቲ ከልበትበት ይኣኽለካ ክብለካስ ብኸመይ ኣይድያ መፅያትለይ ብኸመይ እቲ ሓሳብ መፅያትለይ ክፈልጥ ኣይክእልን ናይ ጀርመን ኣብ ጀርመን ዘለኹም ኤርትራውያን በቃ ነጥበ መቐይሮ ኣብ ህይወተይሲ ንኽቕየር፣ ሰብ ክኸውን፣ ካብቲ ናይ ስእነት ድኽነት ናይ ጽግዕተኛ ህይወት ንኽወጽእ፣ እስከ እዚ ሓውና ድማ ብዛዕባ ባሕርና እቲ ዝብሎ ዘሎ እስከ ተኸታቲልና ንመለስ ኣሕዋተይ። እዚ ባሕርና ተዘይበላዕናሉስ ተበሊዕናሉ ኢና ስለዚ እዩ ከኣ ናትና እዩ።

ሕጂ ናይ መኣስ ድዩ ዝባሓር እዚ ቆይ ፈት ካብ መኣስ እዩ ይብል ሳክት እኮ እዮም ተማኡ ኮይዶም ድሕምብስ እኮ ዓያሽ እዮም ኣነ ሕምብስ ከለኹ ዓሳ ኣይቅልቀለንን እዩ ጅግና እዩ ዝቕልቀለን እኮ ሕጂ ንዕኡ ክሳብ ክንደይ ዋጋ ተኸፊሉ ኣለዎ ኢላ ሕጂ ገብረ ህይወት ፀሃይ ኣይኮነን ሄኖክ ዋሪ ገልታ ዝብ ዘሎ ሰብ ገልታ ዝግበር ዝግብ ሕልፍ ዘሎ ቃልስን ገድልን እኮ ኣይኮነን ነይሩ ቆይ ይቕጽል ኣሎ ከምዚ ናይ ሪለይ ጸወታ ትጎየ እያ ዘላ ምሽ እቲ ጸወታ እዩ ዘይተወድኦ እኮ እስኪ ቀፂልና ድማ ኣህዋተይ ብዛዕባ ተጋሩን ኤርትራውያንን እቲ ዝበሃል ዘሎ እስከ ታታትና ንመለስ ፀኒልኩም ስምዕዋ ኣህዋተይ እዚ ብጣዕሚ ኣገዳሲ ዝኾነ ሃበሬታ እዩ ኣብ ታሪክ ህዝቢ ኤርትራን ህዝቢ ትግራይን እዚ ህዝቢ እዚ። ብሓጺር ቋንቋስ ምስ ዓለምስ ብቐጥታ ብትግርኛ ክነዛርባ ንደሊ ኢና። ብጅግንነቱ ብተፏነቱ ጸላእቱ ብምስዓር ተደጋጋሚ ዓወት ዝጨበጠ ኩሩዕ ዝኾነ ህዝቢ ከም ዝኾነ ርዱእ ነገር እዩ። እዚ ናይ ባዕልና ምክልኻል ሓይሊ ሰራዊት፣ ናይ ባዕልና ናሽናል ባንክ፣ ናይ ባዕልና ናይ ልምዓት ትካላት፣ ናይ ባዕልና ናይ ድሕነት ትካላት ክህልውና ንደሊ ኢና። መሃሪ ዮሃንስ ዝተዛረቦ ዘረባ እስኪ ንስማዓዮ። ብሓጺር ቋንቋስ ምስ ዓለምስ ብቐጥታ ብትግርኛ ክነዛርባ ንደሊ ኢና። ንምንታይ ኢና ብውክልና በምሓርኛ ንዛረብ? ስለዚ ናይ ባዕልና ምክልኻል ሓይሊ ሰራዊት፣ ናይ ባዕልና ናሽናል ባንክ፣ ናይ ባዕልና ናይ ልምዓት ትካላት፣ ናይ ባዕልና ናይ ድሕነት ትካላት ክህልውና ንደሊ ኢና። በቃ ንሕናስ ኣብ ዓለምሲ ንነብስና ኮይንናስ ንዓለም እውን ክነበርክተላ ንደሊ ኢና። ሕዚ ግን ተጨፍሊቕና ኢና ዘለና፣ ተጸጊዕና። ዕድልናን ዕጣናን ሕልምናንስ ንሕና ኣይኮናን ንውስኖ ዘለና። ብበዝሒ ድምፂ እዩ ዝውሰን ዘሎ ፓርላማ ከምቲ ዝረኣኸዮ ማለት እዩ ከምቲ ግዝኣትና ክጎብጡ ናይ መንነትን ናይ ክስታይን ኮሚሽን ኢሎም ኣጣይሾም መፅዮም በይንና ተቃዊምና ብበዝሒ ድምፂ ግን ተሳዒርና ፀዲቑ ማለት እዩ ከምቲ ዝረኣኸዮ ሕልምናስ ብኦም እዩ ክውሰን ስለዚ ንሕልምና ንዕላማና ምስ ማንም ሰብ ክውስነና የብሉ ባዕልና ማለት እዩ ድሓር ምስ ነፃ ምስ ኮና ብሓደ ንበር ተባሂሉ ኮንፈደሬሽን ድዩ ዋላ ዩኒየን ከምቲ ናይ ኣውሮፓ ዩኒየን ሓቢርና ንልማዕ ኢንተግሬሽን ፅቡቕ ሻነ ድሕሪ ዳ ፀገም የብሉ
እምበኣር ከም ዝሰማዕኩሞ እዩ ኣዝዩ ዘገርም እዋናዊ ዝኾነ ነገር እዩ እወ ድሕሪ ሕጂ ክንዛረቦ እንደልዮ ዘረባ ኣይንኳንዶ ሕድሕድና ዓለም እውን ክትሰምዖ ዝግባእ ዘረባ ልሳን ትግርኛ እዩ እምበኣር ከምዚ ክኸውን ኣለዎ ኢልና ንሰርሕ እንድሕር ኮይና ኣብ ኩሉ ስነ ጥበባዊ ስራሓትና ይኹን ኣብ ኩሉ ኣብ ማሕበራዊ ሚድያ እንገብሮም ነገራት ብምልኡ ቀዳምነት እዚ ክኸውን ኣለዎ ብተመሳሳሊ ድማ እንተ ደኣ ሕብረትና እንተ ደኣ መጻኢና ጥፍኣትና ይኹን ሕውየትና ብሓደ ምዃኑ ዘይንኣምን እንተኾይንና መሓር ዮሃንስ እቶም ኣብ ከባቢና ዘሎ ብቕጽሮም ብዝሕ ዝበሉ እሶም ብዝውሰንዎ ውሳነ ተንበርኪክና ክንከይድ ክንግደድ ኢና። ብዙሕ ግዜ ተደጋጋሚ እነዚህ ሁለት ትግሬዎች ዝብል ዘረባ ንሰምዕ ኢና። ምኽንያቱ በዞም ክልተ ተጋሩ ወይ ከኣ በዞም ክልተ ትግርኛ ዝበሃሉ ሓይልታት ከመይ ገይሮም ከም ዝተደቑሱ፣ ከም ዝተኣስዓሩ እፈልጥዋ ስለ ዝኾነ። ስለዚ እዛ ሕጂ ጽምዶ ፈጢራ ዘላ ራዕዲ ንሽበራን ብዙሕ እያ ብዙሕ። ነገር ግን ኣብዚ እዋን እዚ ቀዳምነትና እንታይ እዩ? ህዝብና ውሑስ ዝኾነ መጻኢ ክረኽበሉ ዝኽእል ከምቶም ዝሓለፉ ዓመታት ከምቶም ዝሓለፉ ታሪኽና እንደገና ህዝብና ዋጋ ዘይኸፍለሉ መንገዲ ፖለቲካ ሰሪሕኻ ህዝብኻን መጻውዒሕኻን ውሑስ ምግባር እዩ ክብለኩም እደሊ። ሰላም ኣምላኽ ምስ ኩልና ይኹን። እስኪ ብምቕጻል ድማ ሎሚ ብጣዕሚ ዘሰንብድ ሓበሬታ ኢና በስ ታሪኽ ኢና ሰሚዕና ዘለና ማለት እዩ። ሓንቲ ሃፍትና ጥንስቲ ከላ እዩ ሰብዓያ ምስ ኻሊእ ድማ ሓዳር ገይሩ ማለት እዩ። እዚ ብጣዕሚ ንብዙሓት ሰባት ኣዘራሪቡ ኣሎ። እስከ እንታይ እዩ ተፈጢሩ ዝብል ድማ ነሽነሽ እዩ ዝወጽእ መዝ ሓበሬታ ተኸታቲልና ንመለስ። ዘለኩም ርእይቶ ሓሳብኩም ንስኹም ውን ኣብዚ ኣብ ቦታ ኮመንት ጸሓፉልና። እዛ ሓፍትና ዘጋጠማ እንታይ ትብላ ኣላ ንስማዓያ እሞ ኣነ ከኣ ንእሽቶ ርእይቶ ክውስኸሉ እየ። ንሓዳርኹም ስብ ሕጋዊ ድዩ ኦፍሻል ድዩ? ናትና ውዕል ሓዳር የብልናይ በቃ ሳብ ሕዚ ብእምነትና ተቀሚጥና።

ዘናዓት ኢልሲ ጸጥ ዝብል ኩሉ ግዜ ሓቂ ንኣምላክ ሂበ ኩሉ ግዜ ንኣምላክ ይከብ ከለኹ ግነቃ ከምዚ ክሰምዑ ዝጽናሕኩ ብ ምሉእ ትሕዝቶኻ ኣብ ዩቱብ ኣቲኹም ርእይዎ ኢኹም ሓደ እቲ እምነት እንዲሎም ንብዙሕ ሰብ ዝሃስዮ ዘሎ ማለት እዩ ኣሚንካ ስቕ ኢልካ ተጠራኒፍካ ትነብር ብዙሓት ኣለዉ ኣይኮነን ዶ ኣብ ውሽጢ ኢትዮጵያ ገለሲ ወላ ኣብዚ በዓል ኤውሮጳ ገለ ኮይኖም ከማን ቆልዑ ወሊዶም ኣብ ኣፍሪቃ ከይዶም ከም ብሓድሽ ሓዳር ዝገብሩ ዝምርዓው ገለስ ብዙሓት ኢኻ ዘጋጥም ማለት እዩ ሕጂ እቲ ብእምነት ምግባር ወላ ብሕጊ ገለ ክትሕዞምሲ ኣይትኽእልን ኢኻ ሕጋዊ ሓዳር ኣይጽናሓካን ማለት እዩ በዓል ዳኣ ኣምላኽ ይሓልወካ እምበር ወላ ቃል ኪዳን ገይሮም እውን ከም ብሓድሽ ሽዑ ምስ ካልእ ዝምርዓው ብዙሓት ኢኻ ትርኢ እተን ከምዚ ዘጋጥመክን ብዙሓት ደቂ ኣንስትዮ ኣነ ከምኡ ስለ ዝርኤ ኣብዚ ሜድያ ማለት እዩ ብዙሕ ተስፋ ኣይትቑረፃ ተቐበልኦ ብደቅኽን ክትከሓሳ ኢኽን እግዚኣብሔር ብደቅኽን ገይሩ ይኽሓሰክን ማለት እዩ ተናእሽቲ ደቂ ኣንስትዮ ግን ካብዚ ክትመሃርኦ ዘለክን እንታይ እዩ ሓደ ክትህወኻ የብልክንን እቲ ትገብርኦ ነገር ሓዳር ገለ ከዓ ብሕጋዊ ብኩሉ ነገር ስድራ ቤት ገለ ዘማልአ ክኸውን ክኽእል ኣለዎ ሳልሳይ ከዓ ኩሉ ግዜ ቅድሚ ሓዳር ምግባርካ ነብስኻ ክኢልካ እንትፅናዕኻ ጸገም የብሉን ሽዑ ኣግዲ ዓቢልካ ግድፍ ኣቢልካ ምስ ከደ በቲ እስኻ ዘጥረኻዮ ገንዘብ ድዩ ወይ በቲ ዘጥረኻዮ ሞያ ጌርካ ናብራኻ ክትኣሊ ትኽእል ማለት እዩ ስለዚ ነብስኽን ኣቐዲምክን ክኢልክን ክትጽንሓ ዝሓሸ ኮይኑ ይስምዓኒ ብሩኽ ምጅማር ጾም ግበረልና ላይክ ኣይትረስዑ ኣየዛኣለና ጋዜጠኛ ነሽነሽ ካብ ሃገረ ጀርመን የቕንየለይ እስከ ሎሚ ድማ ኢሳያስ ኣብ ኣዳልዎ ዝነበረ መደብ ዝበሃል ዝነበረ ሰሚዕኹሞ ኢኹም ብዛዕባ ኢትዮጵያን ኤሪትርያን ከምኡውን ድማ ባህርና ማለት እዩ ቀይሕ ባህሪ እስከ ሎሚ ድማ ን ሓደ ፖለቲከኛ ምላሽ ሂቡ ኣሎ እስከ እንታይ እዩ ባህርና ከመይ ኢና ክንጥቀመሉ ንኽእል እንታይ እዩ ስርሑኻ ዝብል ድማ ባህሪ እስከ እቲ ምስሊ ተኸታቲልና ንመለስ። ባሕሪ ክትፍክረሉ ክትምሕለሉ ክትደርፈሉ ክትገጥመሉ ኣይኮነን ብተፈጥሮ ኮፍ ኢሉ ዘሎ። ንባሕሪ በጻሕቲ ሃገር ክመጹኻ ሆቴላትን ቤት ምግብታትን ኢኻ ትሃንጸሉ። ንባሕሪ ኣብ ገማግሙ ክሕንብሱ ንዝደልዩ ዶላር ሒዞም ንዝመጹ ጸዓዱን ጸለምትን ዝኸውን ትሕተ ቅርጺ ኢኻ ተዳልወሉ። ንባሕሪ ኣብ ውሽጡ ዘለዉ ጸጋታት ዓሳ ብምግፋፍ ኢኻ ናይ ወጻኢ ሸርፊ ተኻዕብተሉ። ንባሕሪ ወደባት ኣልሚዕካ ኢኻ ንጎረባብቲ ሃገራት ትነግደሉ። ንባሕሪ ናይ ስራሕ ዕድል ኢኻ ትፈጥረሉ ባሕሪ ብዙሕ ነገር እዩ ዝሕግዘካ ኤርትራውያን ግን ኣብ ማያት ባሕሪ ኤርትራ ኣብ ክንዲ ንዘናጋዕ ኣብ ማያት ማእከላይ ባሕሪ ጠሊቕና ክንመውት ዝተፈረድና ህዝቢ ኢና እንሆ ወነንቲ ባሕሪ ኢና እናበልና ካብ ዕድሜና ሰላሳን ሓሙሽተን ዓመታት ተሰሪቕና ባሕርና ንኢትዮጵያ ከነቕንኣሉ ዝተፈጠረ ዝመስሎም ገለ ኤርትራውያን ከኣ ኣለዉ። ብግጥምን ደርፍን ዝሓልፈላ ሃገር የላን። ኣብይ ኣሕመድ ምስ ኩሉ ፖለቲካዊ ጸገማቱን ሕመቑን ባሕሪ እንተዝረክብ ቀልጢፉ ንምልምዑ ምተጓየየ። ነታ ብመሬት ጥራሕ ዝተኸበበት ሃገሩ እኳ ኮሪደር ጌሩ ኣብ ሸውዓተ ዓመት ዝቐየራ ነዛ ንእሽተይን ጽፍፍትን ኤርትራ ምስ ባሕራ ደኣ ሓንሳብ እኳ ኣይመጽንሓ ኣብይ ወይ ኣልምዕዎ ወይ ከልምዖ ሃቡኒ ይብለኩም ኣሎ። እስከ ምቕጻል ድማ ሎሚ ከምታ ፍልም ዝሰማዕናዮ ሓደ ድያቆን እዩ ንንእሽተይ ሓፍትና ዓሚጽዋ ዘሎ ብጣዕሚ እዩ ዘሕዝን ብጣዕሚ እዩ ዘሕፍር ብጣዕሚ ውን ንብዙሕ ሰባት ኣሰንቢዱ ዘሎ ሓበሬታ እዩ እስከ ታይ እዩ ተፈጢሩ ዝብል ድማ እስከ እቲ ምስሊ ተኸታቲልና ንመለስ ኣብዚ ዘለኩም ርኢቶ ሓሳብኩም ብናጽነት ኣብ ቦታኹም ኣጻርፉልና። ኣብ ሰሙን እዚ ሓደ ኣዝዩ ዘሰንብድ ዜና ካብ ካናዳ ኤድመንተን ተዘርጊሑ ነይሩ። ሓደ። ፍረዝጊ ዘርእዝጊ ዝተባህለ ግለሰብ ማለት ዲያቆን ክንሱ ብዓመጽ ተኸሲሱ ኣብ ትሕቲ ቀይዲ ከምዝወዓለ ኣብ ዝመጽእ ዘሎ ሳምንታት ድማ ኣብ ቤት ፍርዲ ክርከብ ከምዝኾነ ተገሊጹ ማለት እዩ። እዚ እቲ ኣዝዩ ዘሰንብድ ተግባራት እታ ተዓሚጻ ተባሂላ ዘላ ጓል ኣንስተይቲ ትሕቲ ዕድመ ከም ምዃና መጠን እዩ። ካልኣይ ድማ ዲያቆን ከም ምዃኑ እዩ ማለት እዩ። ኣብዚ ግን ሓደ ማሕበረሰብና ክመሃሮ ዘለዎ ነገራት ኣሎ። ንሱ ድማ ዓመጽ ዝኾነ ይኹን ዓማጺ ሰብ ምስሊ ድባሃል ኣይፈልን ዲያቆን ክኸውን ይኽእል ቀሺ ክኸውን ይኽእል ግለሰብ ክኸውን ይኽእል ሼክ ክኸውን ይኽእል ዝተፈላለየ ሰብ ክኸውን ይኽእል እዩ ማለት እዩ ናይ ከምዚ ዓይነት ተግባራት ወይ ናይ ከምዚ ዓይነት መንነት ዘለዎም ሰባት ድማ ኩሉ ግዜ ኣብ ከምዚ ዓይነት ተግባራት ዝሳተፉ ደኣ እምበር እንታይነቶም ብዘየገድስ ደቅና ናብ መንን ምስ መንን ይውዕሉን ይኸዱን ኣለዉ ኣቐዲምና ክንፈልጥን ከነረጋግጽን ግቡእ እዩ ማለት እዚ ድማ ምስ ደቅና ሓደ ዕምቆት ዘለዎ ዝርርብ ከነካይድ መዓልታዊ ከገድሰና እዩ ማለት ተዘይኮይኑ ግን ንሓደ ሰብ ዘለዎ መዓርግ ወይ ክብሪ ወይ ውን ዝተፈላለየ ስልጣን ካብ ከምዚ ዓይነት ተግባራት የድሕኑዮ ማለት ኣይኮነን። እምበይ'ሺ ደኣ መሕብኢ ስለ ዝኾኖም ኣብ ከምዚ ዓይነት ተግባራት ዝሕብኡ ኣዝዮም ብዙሓት ዝኾኑ ሰባት ኣለዉ። ስለዚ ወለዲ ኣብ ነፍሲ ወከፍ መዓልቲ ምስ ደቅኹም ዕምቆት ደለዎ ዝርርብ ከተካይዱ ከድልየኩም እዩ ማለት እዩ። እስከ ኣሕዋተይ ኣብዚ ዘለኩም ሪኢቶ ሓሳብኹም ኣብ ቦታ ኮመንት ጸሓፉልና። ሎማንቲ ዝነበረትና መደብ ድማ ከምቲ ዝተኸታተልኩሞ ዝመስል ነይሩ። ከምዚኦም ዝኣመሰሉ ዝተፈላለዩ እዋናዊ ሓደሽቲ ሓበሬታታት ቀዲሞም ንዓኹም ንኽበጽሑ፣ Subscribe ዘይገበርኩም ሰባት፣ ሰብስክራይብ ብምግባር ቤተሰብ ምኳንኩም ኣይትረስኡ ብካልኦት መደባት ክሳብ ንራከብ ሰላም የራክበና ኣሕዋተይ ቻው።